ሰላም ሰላም ከመይ ቀኒኹም ፍትዋት ተኸታተልቲ እንግሊሽ ምስ ብርሃን ሎማዓንቲ ንሪኦ ክላስ ድማ ጌስዋት ንጀመርቲ ዝኸውን ግን ከዓ እንግሊሽ ብቐሊሉ ክርድኣኩም ዝገብር መደብ እዩ ወሰንቲ ወሰንቲ ዝበልክዎም ግን ንብዙሓት ምድንጋር ዝፈጥሩ ቃላት ሒዘልኩም መፅኤ ዘለኹ ሎማዓንቲ ስለዚ እንዲብ ክንሪኦም ኢና ከምቲ ኩሉ ሻዕ ዝብለኩም ግን ኖት መሓዝ ኣይትረስዑ ብዘይ ኖት ዝመፅእ ለውጢ የለን የለን የለን ኦኬ ስለዚ ኖት ብደንቢ ጌርኩም ሓዙ ቢካዝ ሜቢ ሎማዓንቲ ተረደእኩ መሲልኩም ፅባሕ ክትርስዕዎ ትኽእሉ ኖት እንድሕር ሒዝኩም ግን ምልስ ኢልኩም ብቐሊሉ ክትርእዎ ክትርድእዎ እውን ስለትኽእሉ ማለት እዩ ሶ ሌትስ ጎ ቱ ዘ ለሰን ሳብጀክት ፕሮናውንስ ክበሃል ሰሚዕኩም ትፈልጡ ትኾኑ ኢኹም ግን ኣርእስቲ ወይ መፀውዒ እንግሮፕ መፀውዒ ሽሞምስ ኣገዳሲ ይኮነን ኦኬ እንታይ እዩ ደኣ እንግሊሽ ከመይ ጌርና ቃላት ንፈልጥ ከመይ ጌርና ኸ ዝርርብ ንኽእል እዩ እቲ ፎከስና ወይ ትኹረትና ክኸውን ዘለዎ ራይት ስለዚ ኣይ ዩ ሂ ሺ ኢት ኦኬ እንታይ ማለት ይመስልኹም እዚኦም ኣይ ኣብ ከመይ ዓይነት ኩነታት ኢና ኣይ ንብል መዓዝ ኢና ኸ ሚ ንብል ኦኬ ሶ ሌትስ ፎከስ ኦን ኣብቶም ሳብጀክት ፕሮናንስ ዝበሃሉ ንኣብነት ኣይ ላቭ ዩ እንድሕር ኢልና ኣነ ይፈትወካ እየ ወይ ከዓ ኣነ ይፈትወኪ እየ ኦኬ ስለዚ ኣነ ዝብል መልእኽቲ ንሕልፍ ኣለና ኣይ ተጠቂምና ማለት እዩ ኦኬ ወረበው ሚ እንድሕር ኢልና ኸ ሚ ሚ ላቭ ዩ ክንብል ኣይንኽእልን እንታይ ደኣ ኣይ ላቭ ዩ ኢና ንብል ንምንታይ ሚ ማለት ላይክ ጊቭ ሚ ክንብል ንኽእል ንኣብነት ሚ ኣብ ከመይ ዓይነት ሲትዌሽን ክንጥቀመሉ ንኽእል ጊቭ ሚ ጊቭ ማለት እንታይ ማለት እዩ ምሃብ ሶ ሚ እንድሕር ወሲኽና ኣሎ ከዓ ጊቭ ሚ ንዓይ ሃበኒ ኦኬ ንዓይ ሃበኒ ኦኬ ኣይ ላቭ ዩ እንድሕር ኢልና ወር ኢፍ ዩ ኣስክ ክንሓትት እንድሕር ደሊና ከ ድዩ ላቭ ሚ ኦኬ ድዩ ላቭ ሚ ትፈትወኒ ዲኻ ወይ ትፈትውኒ ዲኺ ራይት ስለዚ ኣይ ላቭ ዩ እንድሕር ኢልና ኣነ ይፈትወካ እየ ዝብል መልእኽቲ ኣለዎ ኦኬ ኣነ ይፈትወካ እየ ድዩ ላቭ ሚ ትኾይኑ ግን ንዓይ ንዓይ ትፈትወኒ ድኻ ወይ ንዓይ ትፈትውኒ ድኺ ሶ ዴር ኢዝ ዲፈረንስ ቢትዊን ኣነ ኤንድ ንዓይ ማለት እዩ ልክዕ ሕጂ ኣነ ኣብ ንብለሉ ቦታ ንዓይ ተኪእና ክንጥቀመሉ ከም ዘይንኽእል ልክዕ ኣብ እንግሊሽ እውን ከምኡ ዓይነት ኣፈላላይ ኣለዎ ማለት እዩ ኦኬ ስለዚ ኣነ ክንብል እንድሕር ዳኣ ደሊና ኣይንጥቀም ኦኬ ንዓይ ክንድሕር ደይልና ከዓ ሚ ንጠቀም ማለት እዩ ጎበዛት ኦኬ ንኣብነት ኣነ ዶክተር እየ ኣነ ዶክተር እየ ኣይ ኣም ዶክተር ኦኬ ሶ ንዓይ ዶክተር የድልየኒ ኣሎ ንዓይ ዶክተር የድልየኒ ኣሎ ክንብል ንሕር ደይልና ከ ኣይ ኒድ ዶክተር ፎር ሚ ኦኬ ፎር ሚ ንዓይ ስለዚ ኣፈላለዮም ሆፕፉሊ ተረዲእኩም ክኸውን ተስፋ ይገብር ኣይ ኤንድ ሚ ኦኬ ብዙሕ ሰብ ኣብ ብዙሕ ቦታታት ክሓዋውሶ ስለ ዝርኢ ሶ እዚ ጉዳይ እዚ ኣይንጽገምን ድሕሪ ሕጂ ማለት እዩ ኦኬ and the next one ምሳይ ምሳይ ንምባል ከይትብለና ደኣ ንኣብነት with me ይብሉ ምሳይ።
ምሳይ ንምባል እንድሕር ደሊኻ with me me with me with I ግን ኣይንብሎን ተረዲእካ ምሳይ እንድሕር ኮይኑ ግን with me ኦኬ ከምኡ ዓይነት ሕቶ ተሃልዩኩም ከኣ ምሳይ ንምባል እንድሕር ደሊና ምሳይ ንኣብነት can you go with me ምሳይ ክትከይድ ትኽእል ዶ ወይ ምሳይ ክትከዲ ትኽእሊ ዶ እንድሕር ክንልይና ወዲ ዊሰይ ከን ዩ ጎ ዊዝ ኣይ ኣይንብልን ጌጋ ኦኬ ተራ ንብል ከን ዩ ጎ ዊዝ ሚ ኦኬ ከን ዩ ጎ ዊዝ ሚ ኦኬ ኣንድ ዘ ኔክስት ዋን ሂ ሂ ሂ ማለት እንታይ ማለት እዩ ሺ ማለት ከ እንታይ ማለት እዩ ሂ ማለት ንሱ ንዓኻ ማለት እዩ ሺ ማለት ከ ንዓኺ ኦኬ ሶ ያ ሌትስ ሰይ ሂ ኢዝ ንሱ ንቑሕ እዩ ክብል ድሕር ኢልና እንታይ ንብል? በቃ ስማርት እዩ ንቑሕ እዩ ንክንብል ድሕር ኢልና እንታይ ንብል? እሱ ንቑሕ እዩ ሂ ኢዝ ኢንተሊጀንት ወይ ከዓ ሂ ኢዝ ስማርት ክንብል ንኽእል ምሽ ስለዚ ዋር ቶኪን ኣባውት ንሱ ንሱ ኢልና ብዛዕባ ካሊእ ሰብ ኢና ንዛረብ ዘለና ማለት እዩ ንሳ ዝኾነ ነገር ናይ ምርዳእ ዓቕማ ላይክ ልዑል እዩ ወይ ነገራት ቶሎ እያ ቀብተብል ክንብል ድሕር ኢልና ሺ ኢዝ ኢንተሊጀንት ወይ ከዓ ሺ ኢዝ ሃይ ኣይኪዩ ፐርሰን ክንብል ንኽእል ሶ ንሳ ንምባል ንጥቀመሉ ኣለና ማለት እዩ ንሳ ወይ ከዓ ንሱ ንምባል ንጥቀመሉ ኣለና ንወዲ ንድሕር ኮይኑ ሂ ንብል ንሱ ንጓል ንድሕር ኮይኑ ከዓ ሺ ንብል ማለት እዩ ኦኬ ኣንደ ኔክስት ዋን ከዓ ኢት ኢት ኦኬ ኢት ኢዝ ማይን እንታይ ማለት እዩ ኢት ኢዝ ማይን ማይን ማለት ባይዞ ንሃተይ ማለት እዩ ኦኬ ንሃተይ ኦኬ እዚኦም ከዓ ካሊእ መዓልቲ ማይን ሄርስ ኣርስ ዝብሉ ወርድስ ከዓ ኣለዉ ካሊእ መዓልቲ ከዓ ክንሪኦም ኢና ምእንታን ከይተሓወስዎም ኣፅፍፍ ኣቢልና ሌስ ፎከስ ኦን ቱዴይስ ለሰን እሺ ሶ ኢት ኢዝ ማይን ኢት ማለት ንነገራት ንምውካል ንጥቀመሉ እዩ ሕጂ ንኣብነት ልክዕ ከም ዝበልናዮ ሂ ንሱ ክንብል ከለና መፀውዒ ሽም ኣለዎ እኮ ሳሙኤል ክኸውን ይኽእል ኦር ኣናደር ዝኾነ ሳምበሪ ግን ንሱ ንብል ማለት እዩ ኦኬ ኣክንዲ ስም ኮይኑ የገልግለና ኣሎ ንሱ ንምባል ንሳ እውን ስም ኣለዋ ግን ሺ ወይ ከዓ ንሳ ንምባል ኣክንዲ ስም ንጥቀመሉ ኣለና ሺ ማለት እዩ ኦኬ ኢት እውን ንነገራት ብሓፈሻ ንጥቀመሉ ማለት እዩ ንነገራት ኦኬ ንሰባት ኢት ኣይንብልን ኦኬ ሶ ነቑሑት ንነገራት ግን ክንብል ንኽእል እርዝ ማይን It is a wonderful mic ክንብል ንኽእል ንኣብነት ብጣዕሚ ዝገርም ማይክ እዩ ንምባል ክንጥቀመሉ ንኽእል ኦኬ ስለዚ it ወይ ከዓ እቲ ንምባል ነገራት ብትግርኛ እቲ ማለት እዩ ኦኬ good so the next one ተኣምራዊት ዝኾነት ቃል ከዓ ኣላ እንታይ ኣንሳ ዩ ዩ ማለት ንስኻ ማለት እዩ ዩ ማለት ንስኺ ማለት እዩ ዩ ማለት ንስኻትኩም ኣወዳት ክትኮኑ ትኽእሉ ኣዋልድ ብሓደ ክትኮና ትኽእላ ኣወዳትን ኣዋልድን ብሓባር እውን ክትኮኑ ትኽእሉ ኦኬ ዩ ዝብል ቃል ንጥቀም ኦኬ ኣወና ጊቭ ዩ ሆምወርክ ዕዮ ገዛ ክህበኩም ይደሊ ኣወና ጊቭ ዩ ሆምወርክ ዕዮ ገዛ ክህበካ ይደሊ ኣወና ጊቭ ዩ ሆምወርክ ዕዮ ገዛ ክበኪ ይደሊ እየ ሶ ንኩሎም ክንጥቀመሎም ንኽእል ኢና ማለት እዩ እዚ ናይ ብዙሕ ሰብ ሕቶ እዩ ሃው ዱ ዊ ዩዝ ማለት ንሓደ ሰብ እውን ዩ ንብል ንብዙሓት ሰባት እውን ዩ ንብል ከመይ ኢሉ ይኸውን በቃ ዩ ከምኡ እያ ከምኡ እያ ተፈጢራ ኦኬ ሰም ሓደ ሓደ ግዜ ክንሓቶም ዘይብልና ሕቶታት ኣለዎ ላይ ቋንቋ ዝኾነ መሰረት ዘለዎ ነገር ስለ ዘይኮነ ራንደ መፅኡ ንጥቀመሉ ነገር ስለ ዝኾነ እንድሕር ኮይኑ ምቕባል እዩ ማለት እዩ ኦኬ ኩሉ ግድን ኣስሊሕካ ዝርከብ ነገር ኣይኮነን ሰው እዩ እንድሕር ኮይኑ ንብዙሕ ኢና ንጥቀመሉ ማለት እዩ። ተደትኒ
ሕዚ ሂና ሺ ንሱ ንሷ ንሳ ንሱ ዶ ኮይኖም ታኡ ናይ ዩ ከ ዩ እና ሂና ሺ ዝፈላለዩ እንታይ እዩ? ኦኬ ሺ ሂ ኢልና ክንዛረብ ከል ዘመሳስሎም ነገር ሓደ ዩ ኣብዚ ቦታ እዚ ክኸውን ከሎ ንኣብነት ዩ ከም ሲንጉላር ንጥቀመሉ ኢና ከም ፕሉላር እውን ንጥቀመሉ ኢና ከም ሲንጉላር ማለት ንሓደ ሰብ ክኸውን ከሎ ንሓደ ሰብ ማለት ዩ ንኣብነት ቅሩብ ተጸሊእካ ወይ ሓሚምካ እንድሕር ነይካ you need to go to ሆስፒታል ክብለካ ይኽእል ንስኻ ሕክምና ክትከይድ ይድልየካ ኣሎ ኦኬ you need to go to hospital እዚ ታይ ማለት እዩ ንዓኻ ፐርሰናል ይዛረበካ ኣለኹ ማለት እዩ at the same time he she ክንብል ከለና ብዛዕባ ሓደ ሰብ ኢና ንዛረብ ዘለና she ማለት ሓንቲ ጓል እያ he ማለት እውን ብዛዕባ ሓደ ወዲ ንሱ ኢና ንብል ዘለና ወይ ንሳ ኢና ንብል ዘለና ዘፈላለዮም ነገር ድማ ሂ ኣንድ ሺ ክንብል ከለና ብዛዕባ ምሳና ብዛዕባ ዘየለዉ ሰባት ኢና ንዛረብ ዘለና ሕጂ ንኣብነት ንሱ እኮ ጎበዝ ተምሃራይ እዩ ክብል እንድሕር ኮይነ ክልተ ዝኾይናስ ንሓሚ ኢና ዘለና ማለት እዩ ብኻልእ ይበሃላ ኢቨን ዋላ ብኣሉታዊ ጎነይ ይኹን ንሓሚ ኢና ዘለና ምሳና ብዛዕባ ዘየለ ሰብ ኢና ንዛረብ ዘለና ዳይሬክት ነቲ ሰብ ኣይኮነን ንሱ ንሳ ክንብል ከለና ኣይ እንድሕር ኮይኑ ዳይሬክት ብዛዕባ እዩ ፈርስት ፐርሰን ይበሃል ሂ ሺ እንድሕር ክንብል ኮይና ግን ብዛዕባ ሰርድ ፐርሰን ኢና ንዛረብ ዘለና ካልኦት ከም ሳልሳይ ኣካል ገለ ይበሃል ብትግርኛ። ቀዳማይ ኣካል ኣይ ወይ ከዓ ዊ እውን እዩ ዝጠቓለል። ብዛዕባ ባዕልና እንድሕር ኮይኑ ዊ ንሕና ማለት እዩ። ኣይ ማለት ኣነ ማለት እዩ። ስለዚ ብዛዕባ ባዕልና እንድሕር ኮይኑ ፈርስት ፐርሰን ይበሃሉ። ሂ ሺ ክንብል ከለና ብዛዕባ ካልኦት ሰባት ስለ ዝኾነ ሰርድ ፐርሰን ይበሃሉ። ባይ ዘ ወይ ዩ እንድሕር ኮይኑ ግን ኢትስ ዳይሬክትሊ ኣባውት ዩ ንስኹም ክትኮኑ ትኽእሉ ኢኹም። ካልኣይ ኣካል ማለት እዩ። ካብቲ ዝዛረብ ዘሎስ ንዓኹምስ ቀጥታ ናብ ካልኣይ ኣካልስ ቀጥታ መልእኽቲ ይመሓላልፍ ኣለኹ ማለት እዩ። ስለዚ ንስኻትኩም ክትኮኑ ትኽእሉም፣ ንስኺ ክትኮኒ ትኽእሊ፣ ንስኻ ክትከውን ትኽእል ብዘይ የገድስ ቀጥታ ነቲ ሰብ ኢኻ ትዛረብ ዘለኻ። ሂ ኤንድ ሺ እንድሕር ኮይኑ ግን ዊ ኣር ቶኪንግ ኣባውት ዘ ሰርድ ፐርሰን ማለት እዩ። ብዛዕባ ካልእ ሳልሳይ ኣካል ኢና ንዛረብ ዘለና። ግን ቋንቋ ክትመሃሩ ከለኹም ሓደራ ክብለኩም ዝደሊ ነገር እንታይ እዩ ዶንት ፎከስ ኦን ዲ ሰርድ ፐርሰን ሰከንድ ፐርሰን ገለ ኣብ ዝብል ኣብቲ መጸውዒ ስማቶም ትኹረት ኣይትግበሩ ቢካዝ ንሕና ናብ ትግርኛ ክንክእል ከለና ራንደም ኢና ክኢልናዮ ከምዚ ኢልና ተማሂርና ኣይኮነን ሳልሳይ ኣካል ከምዚ ቀዳማይ ኣካል ከም ስቱረ ተባሂልና ኣይኮነን ምሽ ንሳ ማለት በቃ ንጓል ምዃን ተረዲእና ንሱ ማለት ንወዲ ምዃን ተረዲእና ስለዚ እንግሊሽ እውን በዚ መንገዲ እዚ ትርድእዎ ሞር ንክትርድእዎ ቀሊል ይመስለኒ ምክንያቱ ብዙሕ ሰብ ሲምፕል ፓስታ እዩ ፕሮናውንስ ታ እዮም ኦብጀክት ሳብጀክት ገለ ዝበሃል ናብቲ ሽም መፀውዒ ትኩረት ይገብር እሞ ሶ እንግሊሽ ምሃሩ ዶ ብጣዕሚ ነዊሕ መንገዲ ይጓዓዝ ማለት እዩ ዳርጋ ሒሳብ ወይ ከዓ ፊዚክስ ምምሃር ይኾኖ ሶ ላንጉጅ እዩ ኣቐል ኣቢልኩም ተረድእዎ በቃ ቃላት ምፍላጥ እቶም ቃላት ምስ መን ንጥቀመሎም ዝብል ኣንደርስታንዲንግ ወይ ከዓ ናብ ትግርኛ እንዳምፃእና ባዕሉ ትግርኛ ጋይድ ክገብረና እዩ ምስዚኦም ዝምደብ ድማ ኢቲ እውን ዝሴም ኦኬ ብዛዕባ ካልእ ኣካል እዩ ኢቲ እንድሕር ኢልና እቲ ካልእ እዩ ኦኬ ሺ ሂ ኢቲ እንድሕር ኮይኖም ኢዝ ብዛዕባ ካልኦት ኣካላት ወይ ብዛዕባ ካልኦት ነገራት ነገር እንድሕር ኮይኑ ማለት እዩ ብዛዕባ ካሊእ ነገር ንምዝራብ ኢና ንጥቀመሉ ኢንዳይሬክትሊ ንምሕማይ ኢልኩም ሓዝዎ ኦኬ ንምሕማይ ካልእ ድማ ንብዙሓት ሰባት ክንጥቀመሎም ንኽእል ሳብጀክትስ ወይ ከዓ ስማት እዮም ኦኬ ስም ዘይኮኑ ግን ኣክንዲ ስም ኣክንዲ ስም ኢና ንጥቀመሎም ቢካዝ ስም ማለት ንኣብነት ኣነ ሽም የለኒ ንስኻ ንስኺ ሽም ክለኪ ኦር እዚ ኣቕሓ እዚ ኢቨን ንባዕሉ መፀውዒ ስም ኣለዎ ግን ኢንጀነራል ኣክንዲ ስም ኮይኑ ወኪልና ንጥቀመሉ ማለት እዩ ራይት ኦኬ ዊ ቅድሚ ኣልዒልና ነርና ኦኬ ዊ ከመይ ንጥቀመሉ ዊ እንታይ ማለት እዩ ዊ ማለት ንሕና መን ኢና ንሕና ኦኬ ንሕና ማለት ኣወዳት ክንከውን ንኽእል ብዘይየገድስ ኣዋልድ ክንከውን ንኽእል ብዘይየገድስ ኢቭን ዋላ ብትግርኛ the same እዩ ንሕና ንብል ኣወዳት ተኾይና ንሕና ኢና ንብል ኣዋልድ ተኾይና ንሕና ኢና ንብል like mixture ኣወዳት ይኹን ኣጓላት ዘለዎ ተኾይኑ ንሕና ኢና ንብል ኦኬ ስለዚ ዊ ከዓ ብከምዚ ዓይነት መልክዑ ክንጥቀመሉ ንኽእል ዊ first person ማለት እዩ and the next one you you ከምቲ ቅድም ዝበልኩም ኣብ ክልቲኡ ትኣቱ እያ ንሓደ ሰብ ንምዝራብ እውን singular ንብዙሓት ሰባት ወይ ድማ ብፕሉላር ንምዝራብ እውን ንምውካል ንጥቀመሉ ኢና ማለት እዩ። The next one they they ንሳቶም ኦኬ ንሳቶም they ማለት ኣብዚ ንሳቶም is about እቶም ካልኦት ሰባት እቶም ቅድም ንሳ ንሱ ዝበልናዮም ብሓባር ክንገብሮም ከለና ንሳተን ኢቭን ኦኬ ንሳተን ንሳቶም ብሓባር ክንገብሮም ከለና they ንጥቀም ኦኬ ነቲ ንሳ ዝበልናዮ ብዙሓት እንድሕር ኮይነን they ንብል ነቲ ንሱ ዝበልናዮ ብዙሓት እንድሕር ኮይኖም እውን they ንብል at the same time ግን ኣወዳትን ኣጓላትን ብሓደ እንድሕር ሃልዮም እውን what do we use እንታይ ንጥቀም they ኢና ንብል ኦኬ ኦኬ let's uh, make a conclusion ኣብዚ he ክድመር he እንታይ ይኸውን they ኦኬ ንሱ ኣሎ ካልእ እንደገና ንሱ ኢልና ንዕል ንዛረበሉ ኣካል ኣሎ ስለዚ ክልተ ወዳት ኣለዉ እንታይ ኮይኖም ኣለዉ ማለት እዩ they ኦኬ

ኣዋር ክላስሜትስ ኣዋር ማለት ንሃትና ኦኬ ልክዕ ከምቲ ዊ ደይልና ንሕና ደይልና ዊ ማለት ንሕና ማለት እዩ ኣር እንድሕር ኢልና ከዓ ንሃትና ከምቲ ቅድም ኣይ ኤንድ ማይን ዝበልና እዩ ኣይ ማለት ኣነ እዩ ማይን እንድሕር ኢላ ከዓ ንሃተይ ኦኬ ስለዚ ልክዕ ከምኡ ድማ ንሃትና ክንብል እንድሕር ደይልና ከይ ንጥቀም ኣር ኦኬ ባህል ይባህላ ንነገራት ከ ኦኬ ንሓደ ነገር ኢቲ ንጥቀም ኢልና ኢት ንብሎ ኦኬ ወረ ቦት ክልተ ኦር ሰለስተ ነገራት ብሓደ እንድሕር ሃልዮም ዘይ ኦኬ ዘይ ስለዚ ሂ ሂ ማለት ንሓደ እዩ ንሱ ንብዙሓት ተኮይኑ ከዓ ዘይ ንጥቀም ሺ ማለት ንሓንቲ እያ ንሳ ንብዙሓት ንድሕር ኮይኑ ከዓ ዘይ ንጥቀም ኢት ማለት ንነገራት እዩ እቲ ንምባል ብዙሓት ንድሕር ኮይኖም ከዓ ዘይ ንጥቀም ማለት እዩ ኦኬ ሆፕፉሊ ተረዲእኩም ክኸውን ተስፋ ይገብር ሕቶ እንድሕር ሃልይኩም ኣብ ኮመንት ሴክሽን ምቕማጥ ኣይትረስዑ ኦኬ ኣብ መወዳእታ ግን ሓንቲ ሕቶ ክህበኩም ተረዲእኩም ትኾይኑ ኣይ ኒድ ቱ ሜክ ሹር ስለዚ ንስኻትኩም እንግሊሽ ብደንቢ ክትመሃሩ ኣለኩም ንስኻትኩም እንግሊሽ ክትመሃሩ ኣለኩም ንስኻትኩም እንግሊሽ ክትመሃሩ ኣለኩም ብእንግሊሽ ማለት እዩ ንስኺ ከዓ እንግሊሽ ክተምህርና ኣለኪ ኣብ ኮመንት ሴክሽን እዚኣተን ክልትኤን ብእንግሊሽ ፀሓፍለይ ኦኬ ንስኹም እንግሊሽ ክትመሃሩ ኣለኩም ንስኺ እንግሊሽ ክተምህርና ኣለኪ